ሰላም ሰላም ፍትዋትን ክቡራን ተኸታተልቲ ከመይ ትሓድሩ ከመይ ትውዕሉ ከመይ ተምሹ በብዘለኹሞ ሰላም ጥዕና ራህዋ እንዳተመነኹልኩም ኣብ ናይ ሎማዓንቲ መደብና ድማ ኣብ ማሕበራዊ ሚድያ ኣዝዮም ኣዘራረብቲ ዛዕባታትን ትኩሳት ሓበሬታታትን ህልው ኩነታትን ሒዘልኩም ቀሪበ ኣለኹ። ንዚ ቻናል ሰብስክራይብ ዘይገበርኩም ሓደሽቲ ፋሚሊ እንተሃሊኹም ሰብስክራይብ እዚ ቪድዮ እዚ ድማ ናብ ብዙሕ ሰብ ምእንታን ክባጻሕ ላይክ ብምግባር ጀምሮ ቀጥታ ናብ መደብና ክሓልፈኩም ፍቱዋትን ክቡራትን ተኸታተልቲ። ለኻት ናይ ጫትን ዕጸን ውሉፍ ምርኮኛ ብርሃኑ ጅል ውን ብዛዕባ ጽምዶ ከምዚ ኢሉ ኣሎ። ጽምዶ ብሎ መጥተዋል ጽምዶ ዛሬ የተፈጠረ እንዳይመስላችሁ ጽምዶ የ1960ዎቹ ስትራቴጂ ነው። ጽምዶ ኢሎም ዝመጹ ጸላእትና ሎሚ ዝጀመሩ ዘይኮኑስ ኣብ ሽሕን ትሽዓተ ሚእትን ሱሳታት ዝጀመረን ንቀይሕ ባሕሪ ዘስኣነና ናይ ባንዳታትን ባዕዳውያንን ጥሙር ሽርሒ ስለ ዝኾነ ተመረቕቲ ነዚ ፈሊጥኩም ብሕራና ክትቃለሱ ይግባእ ይብል።

ኣከርካሪያቸውን መጥቶ ተሽመድምደው ጣረሞት ላይ ያሉበት
ደቂ ሓወቦይ ዓለም ጽምዶ ጽምዶ ቢልናያ ከም ዘለና መቸም ትከታተሉ ትህልዎ ኢኹም ጽምዶ ጽምዶ ጽምዶ ጽምዶ ጽምዶ በሉ ኣብ ፖርት ሱዳን ዘሕለፍናዮ መልእኽቲ ብዕሊ ኣብ ኢድ ኣንቶንዮ ጉተሬዝ በፂሑ ኣሎ እንኳዕ ሓጎሰና ብምባል ክጅምር ሙንቀርብ ስድራ ክብ ወግዕለና ካብ ኢትዮጵያ ተበጊሰን ኣብ ሱዳን መጥቃዕቲ ንምፍፃም ዝዓለማ ክልተ ስትራቴጂካዊ ድሮናት ብሰራዊት ሱዳን ተወቂዐን ከም ዝወደቓ ተሓቢሩ ኣሎ። እዘን ድሮናት ኣብ ርእሰ ከተማ ሱዳን ኣብ ከባቢታት ኦምዱርማን ሰሜን ካርቱምን ተወቒዐን ከምዝወድቓ እዩ ተፈሊጡ ዘሎ። እዘን ድሮናት ዝሓዘኦም ቦምቡታት ከይተተኮሰ ኣብ ዝተፈላለዩ ክፋል ማሕበረሰብ ከምዝወድቓን ምስክርነቶም እውን ከምዝሃቡ እዩ እቲ ሓበሬታ ወፂኡ ዘሎ። ኣብይ ኣሕመድ ግን ሶኑይ ሓደ ሰነ እዩ ፀሓዩ ኣብሪቑ ብሰራዊትን ናይ ፀጥታ ሓይልታትን ተዓጂቡ ናብ ዓዱ በሻሻ ከይዱ ኣድሚፁ። መሊሱ ከኣ እቲ ምርጫ ንኢትዮጵያ ናብ ምዕባለን ለውጥን ከምርሓ እዩ ኢሉ ተዛሪቡ። ኣብታ መዓልቲ ናይ ምርጫ ድራማ ኢትዮጵያ ብደምን ንብዓትን ንጹሃት ክትሕጸብ ውዒላ። ፈቐዱ ብኣሸበርቲ ኣሃዱታት ናይ ስርዓት ግብረ ሽበራዊ ተግባር ክካየድ ውዒሉ እኳ እንተኾነ ኣብ ኣርሲ ዘጋጠመ ግን ልዕሊ ኩሉ ፍጻመታት መሰንበድ እዩ። ኣብ ልዕሊ ቤተ ክርስቲያን፣ ኣብ ልዕሊ ምእመናን፣ ኣብ ልዕሊ እምነት መጥቃዕቲ ተፈጺሙ ዓሰርተታት ግዳይ ኣሰቃቑሞት ኮይኖም እዚ እታን ብኽያትን ንጹሓት ግን ነቲ ጨካን ስርዓት መዛነይ ሙዚቃ እዩ ኮር ተገልበጥ ከም ዝበሃል ከዓ እቲ ኣሸባሪ ስርዓት በቲ ወንጀል ካብ ነብሱ ንምርሓቕን ንፈጸምቱ ከዓ መከላኸሊ ሽፋን ንምሃብን ሕፍር ከይበለ ናብታ ታሪኻውያን ጸላእትና እትብል መሕብኢት ከዓ ትፈቲኑ ንኢትዮጵያ ካብ ስርዓት ብልጽግና ኣብዪ ኣሕመድ ንላዕሊ ጸላኢ የብላን ህዝቢ ኢትዮጵያ ጸላኢኡ ኣለልዩ ስለ ዘሎ ነጋሪ ኣይደልን እዩ ምስ ጸላኢኡ ጸላኢኡ ፊት ንፊት ገጢሙ ይጋደል እዩ ዘሎ። ፈታዊኡን ጸላኢኡን ዘለለየ ህዝቢ ከም ዝዕወት ከኣ ርጉጽ እዩ። እቲ ሓጢኣት ኣብይ ኣሕመድ ክሓጽብ ብጃማ ብልጽግና ዝተኸድነ ጌታቸው ረዳ ከኣ ዝሰርሖ ስራሕ ረኺቡ ቀንዩ። ካብታ ምስ ጋዜጠኛ ኣልጀዚራ ማህዲ ሓሰን ዝገበራ ቃለ መጠይቕ ንላዕሊ እተሕፍር ቃለ መጠይቕ ምስ ናይ ቱርኪ ቲኣርቲ ቴሌቪዥን ቃለ መጠይቕ ኣካይዱ። ኣብይ ኣሕመድ ንጌታቸው ረዳ በቲ መዘና ዘይብሉ ሓፊርካ ናይ ዘይምኽኣል ክእለቱ ተመሲጡ ካብ ትግራይ ከም ዝገዝኦ ደጊሙ ርዩና ጋዜጠኛ ዓንድያ ሳንክ ዝገደፈትሉ የብላን ኣብ በዓል ነፃነት ህወሓት ህዝባዊ ወያነ ሓርነት ትግራይ እንኳዕ ኣብፀሐኩም ዝብል መግለፂ ንመጀመርያ ግዜ ኣውፅኡ ነይሩ ካብኡ እውን ድማ ትግራይ ሕዚ ተዓፅያ እያ ኒኣ ነዳዲ እያኣቱን መድሓኒታት እያኣቱን ምንም ነገር የለን ኣብ ትግራይ ናይ ሰራሕተኛ ደሞዝ በጀት እውን ተኸልኪሉ እዩ ኒኦ ኣብ ዝሓለፈ ግን ካብ ኤርትራ ነዳዲ መፅዮ ኣሎ ናብ ትግራይ ነዳዲ ዝፀዓኑ መኪናታት ይኣትው ነይሮም እና ብርግፅ እዚ እውን ሓደ ምዕባለ እዩ። ሕዚ ድማ ያው እንዳቀፀለ ይኸይድ ማለት እዩ። ድሕሪ ሕዚ ሰለስተ ሚእትን ስልሳን ዲግሪ ትኽበብ ትግራይ ኣይትህሉን። ምክንያቱም እዚ ዜና ብፍላይ ናይ ማእኸል ዓዲ ሚዲያታት ብጣዕሚ ነይሮም ዘወዓውዕዎ ነይሮም። ንሕና ተዓፂና ከለና ምንም ነገር የብልናን ካብ ኤርትራ ነዳዲ ስለለኣተወ ሉዓላዊነት ተጣዒሱ ዶ ገለ ገለ ይብሉ ነይሮም እና which is ሕዚ እውን ትግራይ ናይ ምጥፋእ ሕልሞም ከም ዘሎ እዩ ዘሎ ነገር ግን ሰላም ምፍጣሩ ፅምሮ ምጅማሩ ድማ እዚ እውን ከም ህዝቢ ትግራይ እዚ እዚ ጥቕሚ እውን ነግኒ ኣለና ሶ ናብ ካሊእ ክሰግር ኣብ ዝሓለፈ ናብኣ ፅንሒ ፅንሒ ናይል ናብኣ ከነብስላ ከነብስላ ፅልእያ ኔረ ኖ ኖ ኣብስላ
ሕጂ እንታይ ክብለኪ ደልየ መሲልኩ እዚ ፅምዶታት እዚ ፅምዶ እዚ ፅምዶ ህዝብታት እዩ ክንርድኦ ዘለና ፅምዶ ህዝብታት እዩ ሕጂ መንግስቲ ዘይፈልጦ መንግስቲ ዜና ዘይሰርሐሉ መንግስቲ ኣዋጅ ዘየውፅኣሉ ገለ ኣይንበል ክፈልጥዎ ክገብርዎ ዘይደለዩ ክገብርዎ ዘይደለዩ ውሽጢ ውሽጢ ዝገብርዎ ካልእ ነገር ዝገብርዎ ካልእ ካልእ ክህሉ ይኽእል ኸውን ኣነ ንስኽን ህዝቢ ኢና ኣነ ንስኽን ህዝቢ እንተኮይና ኣነ ንስኽን እዩ ዘድልየና ሰላም ህዝቢ እዩ ዘድልዮ ሰላም ህዝቢ ስለ ዘድልዮ እቲ ህዝቢ መዓት ኣሎ ውሽጢ ውሽጢ ክግበር ዝኽእል ዝስራሕ ናብ ሰላም ገፁ ዝኸይድ ካብኣ ናብኣሲ ንናፅነት ንናፅነትኩም እንቋዕ ኣብቅዓኩም ትብል ካብ ትግራይ ናይ ሰላምታ መልእኽቲ እንድሕር መፅያ እዚኣ ንባዕላ ሓንቲ ለውጢ እያ ብጣዕሚ የወ ድሕሪ ብዙሕ ዓመት ድሕሪ ሰላሳይ ገላይ ዓመት ማለት እዩ ተዘይጠቀድሕሪ ሰላሳን ገለን ዓመት ሲ እዚኣ ሓንቲ ለውጢ እያ ህዝቢ ትግራይ ተዓፂን ጠሚን ዝመውት ኣብ ትግራይ ትመውት ትንፋስ ክንርኢ ኣይንደልን ኢና ዝብል ብናይ ኤርትራ ወገን እንተተዛሪቡ እዚኣ እውን ሓንቲ ነጥቢ እያ ሽዑ ንሕና እንታይ ኢና ንገብር

ሰራዊት ትግራይን ሓይልታት ሰላም ትግራይን ዳግማይ ናብ ቀጥታዊ ግጭት ከም ዘምርሑ ተገሊጹ ኣሎ። ኣብ ዞባ ደቡብ ትግራይ ወረዳ ዛታን ኣብ ከባቢኡ ኣብ ዝርከባ ቀበሌታትን ኣብ መንጎ ሓይልታት ትግራይ ቲዲኤፍን ሓይል ሰላም ትግራይ ቲፒኤፍን ወተሃደራዊ ግጭት ከም ዝተወልዐ እዩ ተገሊጹ። ኣብ ክልል ዓፋር ዝተወደበን ምስ መንግስቲ ፌዴራል ርክብ ከም ዘለዎ ዝንገረሉን ጉጅለ ዕጡቕ ሓይልታት ሰላም ቲፒኤፍ ኣብ ዝሓለፉ እዋናት ኣብ ከባብታት ደቡብ ትግራይ ምስ ሓይልታት ትግራይ ቲዲኤፍ ብተደጋጋሚ ክጋጨው ከም ዝጸንሐ ዝፍለጥ እዩ። ሕጂ ድማ ኣካል ናይዚ ናይ ቀረባ እዋን ወጥሪ ዝኾነ ግጭት ተወሊዑ ከም ዘሎ ዝተገለጸ ኮይኑ ኣብ ደቡብ ትግራይ ኣብ ወረዳ ዛታ ብርቱዕ ናይ ተኹሲ ምልውዋጥ ዝተረኣየሉን ራዕዲ ህዝቢ ዘጋደደን ከም ዝኾነ ምንጭታት ካብቲ ከባቢ ሓቢሮም። ዕጡቓት ሓራ መሬት 16 ግንቦት 2018 ነቋጽራ ግእዝ ካብ ምሸት ጀሚሩ ንሩባ ጽላረ ተሳጊሮም ናብ ወረዳ ዛታ ብበዝሒ ክኣትዉ ጀሚሮም። እቶም ዕጡቓት ኣብ ትሕቲ እቲ ወረዳ ናብ ዝርከባ ደቆል፣ ዳራ፣ ድንቃ ከምኡውን ኣብ ትሑት ንኡስ ወረዳ ማይማዕዶ ናብ ዝርከባ ምጭምጫን ካልኦትን ቦታታት ዝኣተዉ ኮይኖም እቲ መጥቃዕቲ ዝጀመረ እውን ምስ ሰራዊት ፌዴራል ብምትሕብባር ከም ዝኾነ ተፈሊጡ ኣሎ። ነዚ ስዒቡ ዓሰርተ ሸውዓተ ግንቦት ካብ ንግሆ ሰዓት ክልተ ጀሚሩ ክሳብ ቀትሪ ሰዓት ሸውዓተ ሓይልታት ትግራይ፣ TDF፣ ምስ ሓይልታት ሰላም ውግእ ዝኸፈቱ ኮይኖም ኣብ መንጎ ክልቲኦም ወገናት ካብ ክላሽንኮቭ ክሳብ ድሽቃ ዝበጽሑ ከበድቲ መሳርሕታት ዝተራእየሉን ንሰዓታት ዝቐጸለን ተኹስ ተኻይዱ። ኣብቲ ዕለት ኣጋምሸት ድማ ካብ ሰዓት 12 ናይ ምሸት ጀሚሩ ኣብ ሩባ ጀልዋን ከባቢ ጽላረን ፍሉይ ሓገዝ ሰራዊት ኢትዮጵያ ተወሲኽዎ ከም ዝቐጸለ ምንጭታት ገሊጾም ኣለዉ። ሎሚ 18 ግንቦት ድማ ካብ ለይቲ ጀሚሩ ኣንፈት እቲ ውግእ ከም ዝተቐየረን ሓይልታት ሲዲኤፍ ኣርሚ 31 ዝተባህለ ወተሃደራዊ ክፍሉ ብምሉእ ዓቕሚ ናብ ወረዳ ዛታ ብምንቅስቓስ ሰፊሕ መጥቃዕቲ ከም ዝኸፈቱ ተፈሊጡ ኣሎ። በዚ ድማ ሓይልታት ትዲኤፍ ሓንቲ ናይ ሰራዊት ኢትዮጵያ ዝኾነት ፓትሮል መኪና ከም ዝማረኹን ናብቲ ወረዳ ገስጊሱ ዝነበረ ሓይሊ ዕጡቕ ሓራ መሬት ድማ ንድሕሪት ከም ዝሰሓበን እቶም ናይቲ ከባቢ ምንጭታት ገሊጾም ኣለዉ። ኣብ ማሕበራዊ ሚድያ ብፍላይ ደገፍትን ኣነቓቓሕትን ሓይልታት ሓራ መሬት፣ ቲፒኤፍ፣ ወረዳ ዛታ ምሉእ ብምሉእ ኣብ ትሕቲ ቁጽጽሩ ከም ዘእተዋ እኳ ይገልጹ እንተነበሩ፣ ምንጭታት ከም ዘረጋገጽዎ ግን ሓይልታት ቲፒኤፍ ካብ ቀንዲ ከባብታት ወረዳ ዛታ ንድሕሪት ከም ዘንሰሓቡ እዩ። ኣብዚ ሕጂ እዋን ኣብ መሬት ዘሎ ኩነታት ከም ዘመላኽቶ እቲ ውግእ ገና ዘይዘሓለን ወጥሪ ዝነገሰሉን ኮይኑ ይቕጽል ኣሎ ተባሂሉ። ወተሃደራዊ ኣዛዚ ሰራዊት ምክልኻል ኢትዮጵያ ብዝተፈጸመሉ